እዚ ሕጂ ትርእይዎ ዘለኹም መንእሰይ ብህይወት ንሓሙሽተ ሚእትን ሓምሳን ሓሙሽተን መዓልቲ ብዘይ ልቢ ጸኒሑ። ኣየገርምን? እዚ ወዲ ሰላሳ ዓመት ስታን ላርኪን ዝበሃል መንእሰይ ቅድሚ ሽዱሽተ ዓመት ዶካትር እታ ደም ትጭንጉዕ ልቡ ምስ ኣውጽእዋ ስቲል ከስተንፍስን ብህይወት ድማ ንሓሙሽተ ሚእትን ሓምሳን ሓሙሽተን መዓልቲ ብዘይ ልቢ ክጸንሕ ክኢሉ። ግን ንምንታይ እታ ኣገዳሲት ህርመት ልቡ ኣውጽእዋ? ንሱኸ ክሳብ ክንድኡ ብኸመይ ክጸንሕ ክኢሉ? ድሕሪ ሓሙሽተ ሚእትን ሓምሳን ሓሙሽተን መዓልቲኸ እንታይ ኣጋጢምዎ? ዝብል ናይዚ ፍሉይ ኣነቓቓሒ ታሪኽ ናይዚ መንእሰይ ብፍላይ ድማ ድሕሪ ዝተወሰነ ግዜ እቲ ድሕሪ ክንደይ ጸገማት ዘጓነፎ ብኸመይ ብህይወት ክጸንሕ ክኢሉ ብፍላይ ድማ ንሕና እንታይከ ክንመሃረሉ ንኽእል ነቶም ካብዚ ህይወት ተስፋ ቆሪጽና ዘለና እንታይከ ንመሃሮ ኣለዉ? ብዘይ ልቡ ንሓሙሽተ ሚእትን ሓምሳን ሓሙሽተን መዓልቲ ክጸንሕ ዝኸኣለሉ ምኽንያት ናይ ሕማም ልቢ ኣጥርዩ ንዓመታት ክሳቐ ድሕሪ ምጽናሕ ናብ ሆስፒታል ምስ ከደ እታ ናትካ ልቢ ሓዳሽ ልቢ ክትከለልካ ከም ዘለዎ ምስ ተሓበሮ ግን ከኣ ኣብዚ ሕጂ ቀረባ ግዜ ዝኾነት ልቢ ኣይክረከበልካንዩ ንዓኻ ትኸውን ልቢ የብልካን ተባሂሉ በቶም ሆስፒታል ወይ ድማ በቶም ዶካትር ተሓበሮ። ንሱ ድማ እንታይ እዩ፣ ብዙሓት ሰባት ወይ ድማ ብዙሓት ኣሽሓት ዝቑጸሩ ሕሙማት ኣብቲ ሆስፒታል ንልቢ ዝደልዩ ብዙሓት ኣብ ቅድሚኡ ስለ ዘለዉ፣ ምናልባት ኣዋርሕ ድዩ ወይ ድማ ዓመታት ድዩ ከምኡ ድማ ንዘልኣለም ምናልባት ንኽረክብ እውን ኣዝዩ ኣዝዩ ጸቢብ ዕድል ነበሮ። ብኸምዚ ድማ ኩሉ ግዜ ተስፋ ከይቆረጸ ህይወት ኩሉ ግዜ እንዳኸደ ብኸምዚ መንገዲ ህይወቱ ይቕጽል ነበረ። ድሕሪ ክንደይ ሽግራት ድማ እቶም ዶካትር እንታይ ኢሎሞ፣ እዚ ንዓኻ ዘድልየካ ዘሎ ናይ ህርመት ልቢ ቅድሜኻ ኣሽሓት ህዝቢ ወይ ድማ ኣሽሓት ሕሙማት ኣለዎ ቅድሚኦም ክትወስድ እዚ ግቡእ ኣይኮነን ስለዚ ንሕና ኣርተፊሻል ብሰብ ዝሰርሖ ህርመት ልቢ ክንገብረልካ ኢና እሞ እዛ ዘላትካ ልቢ ከተውጽኣ ኢኻ ምኽንያቱ ኣይትሰርሕን ኣላ ኢሎሞ ንሱ ድማ Almost ንክልተ ሰሙን ዝኣክል ሓሳብ ይገብር ኔሩ ምናልባት እዞም ሕጂ ዝገብሩለይ ዘለዉ ዶካትር እንድሕር ደኣ ፈሺሎም ሰርጀሪ ወይ ድማ ኦፕሬሽን እናገበሩ ከለዉ እንድሕር ደኣ ፈሺሎም እንታይ ክኸውን እየ ወይ ድማ እዚ ዘለኹዎ ስቅያተይ ከ ክሳብ መዓስ እዩ ክቕጽል ዝብል ንኽልተ ሰሙን ዝኣክል ሓሳባት ኣብ ሓንጎሉ ገይሩ ድሕሪ ክልተ ሰሙን ግን እንታይ ይብል መብዛሕትኡ ሰብ ይፈርሕ እዩ ግን ነቲ ፍርሒ ባዕልኻ ክትገጥሞ ኣለካ ምኽንያቱ ስለ ዝሕግዘካ ይብል ምክንያቱ ኩሉ ግዜ ነቲ ንሰካ ትፈርሖ ነግራት እንድሕራ ዘይገጢምካዮ ኩሉ ነገር ባዕልካ ካብኡ ትሃድም እንድሕራ ኮንካ ጸገማት የጓንፈካ እዩ ይብል ስታን ላርኪን ዝብሃል ወዲ ሰላሳ ዓመት ን ሓሙሽተ ሚእትን ሓምሳን ሓሙሽተን መዓልቲ ብዘይ ህርመት ልቢ ዝተጓዕዘ መንእሰይ። ዶክተርስ ብሰብ ሰርሖ ዝተሰርሐ ልቢ ንግዝያዊ ኣቦርሳ እንዳገበረ ንክጓዓዝ ክሳብ ጥዕይቲ ልቢ ክሳብ ዝርክብ እዚ ምንእሰይ ግን ተስፋ ከይቆረጸ ኣርተፊሻል ሀርት ግዝያዊ ልቢ ኣብ ቦርሳ እንዳገበረ ሂወቱ ከሰላስል ባስኬትቦል ክጻወት ነታ ቦርሳ ድማ ከም ክፋል ኣካላቱ እንዳቆጸረ ናብ ዝተፈላለየ ቦታታት ይጓዓዝ ነበረ። ፍሪዶም ናጽነት ብሰንኪ እዛ ቦርሳ ረኺበ ይብል። እዛ ቦርሳ ከም ክፋል ኣካላተይ ይሪኣ ናብ ዝተፈላለየ ቦታታት ክኸድ ከለኹ ምሳይ ይወስዳ። ምሳይ ይድቅሳ፣ ኩሉ ግዜ ድማ ከም ክፋል ኣካላተይ ገይረ ድማ መዓልታዊ ምሳይ ኣላ ይብል። ምኽንያቱ ኣብታ ቦርሳ ደም ትጭንጉዕ ልቢ ስለ ዝገበሩሉ ብዘይክኣ ናብ ዝኾነ ቦታ ክንቀሳቐስ ኣይክእልን እዩ። ነዚ ድማ ንሓሙሽተ ሚእትን ሓምሳን ሓሙሽተን መዓልቲ ብዘይ ህርመት ልቢ ክጉዓዝ ጸኒሑ። Well ኣብታ ናይ መወዳእታ ሕቶና ንመለስ እሞ ድሕሪ ሓሙሽተ ሚእትን ሓምሳን ሓሙሽተን መዓልቲ እንታይ ኣጋጠሞ? ትብል ወል ድሕሪ ሓሙሽተ ሚእትን ሓምሳን ሓሙሽተን መዓልቲ እታ ናይ ብሓቂ ዝደልያ ዝነበረ ናይ ህርመት ልቡ ረኺቡ ብኡ መንጽር ድማ ሂወቱ ከም ብሓድሽ ሃእ ኢሉ ከሰላስል ጀመረ እዚኣ ድማ እንታይ ንመሃረላ ብዙሓት ካባና ኣብ ሂወትና ዘጋጥመና ሽግር ከምዚ ንነዊሕ ዓመታት ምሳና ክጉዓዝ ዝኽእል እዩ ዝመስለና እዚ ግን ኣይኮነን ካብዚ መንእሰይ ንሓሙሽተ ሚእትን ሓምሳን ሓሙሽተን መዓልቲ ዝጸዓሮ ወይ ድማ ህይወተይ ከሲረ ኢሉ ወይ ድማ ተስፋ ከይቆረጸ ክንድዚ ምጽናሕ እሞ ድማ ኣነን ንሰኻን ወልሓንቲ ጸገም ዘይብልና ደኣ ንምንታይ ኢና እሞ ተስፋ ንቆርጽ ስለዚ ዝኾነ ድሌታት ናትካ ክትረክብ ድሌት ምስ ትረክብ ተስፋ ዝበሃል never ከይትቆርጽ።